ኣብ ዶብ ኣለኻ
ተመልከቲ ፅልኢ ምስበር ክበሃል ተሎ ብምክንያት እዩ ኣብዚኣ ኣብ ኤርትራ ኣለኹ ኣብ ትግራይ ኣላ እዚኣ ትግራይ ኣላ ኢትዮጵያ ኣላ ትግራይ እዚኣ ኤሪትሪያ ኣላ ሓንቲ ድልድል እያ ሓንቲ ድልድል ክልቲኤን ዘን ድልድል እዚኣ ሓዲኤን ተጎዲለን ድልድለይ ይኾና ሳላ እዘን ክልተ ድልድል ዝገጠማ እየን ሰብ ዝሓልፍ መኪና ዝሓልፍ ዘሎ ፍርቂ እዛ ድልድል ንብረት ኣይትኸውንን መኪና ኣይትሕልፍን ቁም ነገር ኣይትኸውንን እዩ ሃገር ዝኸውን ፍቕሪ ዝህነፅ እውን ብሓደ ገፅ ስለ ዘጨብጨብካ ብሓደ ገፅ ስለ ሰራሕካ ይኸውን ብክልቲኡ እዛ ድልድል እዚኣ ናይ ክል ናይ እዚ ክልተ ህዝቢ እዚ መግለፂት እያ እዚኣ እኒኣ ውዩ ናይ ሉዓላዊነት ጉዳይ ኮይኑ ናብዚ ስለ ዘይንሰግር እምበር እዚኣ ትግራይ እያ እዛ ቀያሕ እዚኣ ካብዚኣ ጀሚራ ኤሪትሪያ እያ እዛ ድልድል እዚኣ ናይ ኩል ናይ ሓባር እያ እዚኣ ክፍርሳ እየ ዝብል ኣካል ተልዩ እዛ ዝድልድል እዚኣ ባዶ ትኸውን ጥራሓ ትኸውን ማለት ቁም ነገር ዘይብላ እምኒ ትኸ ዕንጨይቲ ትኸውን ብረት ብረት ትኸውን ሓፂን ትኸውን እዚኣ እውን ከፍርሳ እየ እዚኣ ጥራሕ ከተቋውም እንተኢላ እውን እዚኣ ዋጋ የብላን ማለት እዩ ቁም ነገር የብሉ ክልቲኤ እዚአን ተሓቢረን ግን እዛ ድልድል እዚኣ ቁም ነገር ይህልዋ ሰብ ይሓልፈላ ንብረት ይሓልፍ ዝሓመመ ሰብ ይሓልፈላ ፀበልተኛ ከይዱ ኪዳነ ምሕረት ዝሰቲ ኣቡነ ኣረጋዊ ዝሰቲ ሓዘን ብስሖቕ ይበጽሕ ቁም ነገር ይህልዋ ንዊና እውን ንስራሕ ሓቢርና ንስራሓሉ ኣብ ወለዶ ኢንቨስት ንግበር ንብሉ እዩ ብምክንያት ኣብ ወለዶ ኢንቨስት ዝገበር ከሲሮ ይኸስር ኣብ ወለዶ ኣብዚ ኣለዋ ኣብዚ ኣለዋ ካብ ትራይ ወጣት ኣለ እዚኣተን እዛ ቆልዓ ሕዳተን ዝኒሃ ከፍቲ ኣለዋ ብጂኦግራፊ ተሪእና እዘን ከፍቲ እዚአን ኣብ ናይ ትግራይ መሬት እየን ዘለዋ ሓቂ ኣብ ናይ ትግራይ መሬት እየን ዘለዋ ኣይፈልጦን ኣበይ ከም ዘለዋ ኣይፈልጦን ተን ቆልዑ ኣለዋ ከም ማዕዶ ዘለዉ እዚ ይመፃ ከም ማዕዶ ዘለዉ ናብቲ ይኸዱ እተን ከፍቲ ከፍቲ እኳ ይፋለጣላ ንበዓልቲ ከፍቲ ይፋለጣ ከፍቲ ይከባበራ ሰባት ክከባበሩ ይከኣሉ ደቂ ሰባት ክንደይ ክፋት ክንደይ ዝሰርሑ ሰባት ክከባበሩ ይከኣሉ ንውይ እሞ ኣብ መላእ ዓለም ኮይንኩም ዝከታተልዎ ዘለዎም ተጋሩ ኤርትራውያን ብዛዕባ እንታይ እንታይ ነውግሖም ዘለና ርክብ ክልተ ህዝቢ ክበሃል ከሎ ብዛ ድልድል እዚኣ እያ ትምሰል። ሲምቦላይዝ ዝተገብረ እዛ ድልድል እዚኣ እያ። መረብ ድልድል ሓንቲ እታ ሓንቲ ተዘይደጊፋታ ድልድል ኣይትኸውን። ሓንቲ ተፈሪሳ ሓንቲ ቤና ጠጠው ይትብል ሓንቲ ንኸይትፈርስ ሓንቲ ሓጋዛ ትኸውን ማለት እዩ እሞ ኣብነታዊ እዩ። ካብ ኣስመራ ተላዒልና ኢና ብንጉእ መፂና ኣብዚ እንታይ ይመስል ፅርጋታት መንገድታት እንታይ ይመስል ፅበራ ዓዲ ጓዕደድ ድዋርዋ መንደፈራ ዓዲ ኳና ጌርና ኣብዚ መፂና እኒና ብንግኡ ኩነታት እንዳበለና ምሳኻትኩም ክንቅን ኢና ምሳኻን ቅጥማስ ምሳኻትኩም ክንቅን ኢና ዮሃና ድማ ዮሃና ኤርትራውያን ነቦ ሰላሳ ኣርባዕተ በዓል ናፅነት ብዓብሳዕኩም መፅሐና ክብለኩም እንደሊ ያኒልና